ከምዚ ዓይነት ሕቶ ዘለኩም ካብኡ ብምቕጻል ከዓኒ ኣብ ስዑዲ ኮይንክን ናብ ዱባይ ክትልእካ ከለኽ ገንዘብ ማለት ሓደ ሓደ ሰብ ብናይ ዱባይ እዩ ገንዘብ ዝውስኽ እናበለ ናይ ስዑዲ እዩ ገንዘብ ናብ ዱባይ ይልእኾ ካብኡ ኣብ ዱባይ ዘሎ መሓዝት ግን ደሞ ናብ ኢትዮጵያ ይልክኦ ማለት እዩ። ከምዚ ዓይነት መስርሕ ትጥቀማ እውን ኣለኽን ብርግጽ ኣነ ከምኡ ይጥቀም ነይረ። ናብ ዱባይ ዘይኮነስ ኣብ ስዑዲ ኮይና ኣብ ኩዌት ነይራ ብጣዕሚ ጥዕቲ መሓዛይ ተኣማኒት ናብ ኩዌት ይልእኽ ነይረ ገንዘብ ማለት እዩ እና ከምዚ ዓይነት ካብ ቦታ ናብ ቦታ ትሕውላ ከለኽን ኣብዚ ሓዚ ግዜ እንታይ ሳዕቤን እንሄዎ እንታይ ሳዕቤን የብሉን ንዝብል ሓቢርና ክንርኤና እቲ ቪድዮስ ከዓ መጨረሻ ርእይዎ ላይክ ሸር ሰብስክራይብ ምግባር ድማ ኣይትረስዑ ሰናይ ፃንሒት እና ደቂ ዓበይትወይ ማዓረይ ታይ ክብለክን ደልየ እየ ልዕሊ ዕስራን ሽዱሽተን ሽሕ ኣለኒ ዝበልኪ ክብርቲ ሓፍተይ መጀመርያ ንዓኣ ክምልሰላ እሞ ጎና ጎኒ ደሞ ያው ከምኡ ዓይነት ሕቶ ንዘለኩም እውን ያው ይጠቕመኩም እዩ ኢለ ተስፋ ይገብር እና ዕስራን ሽዱሽተን ሽሕ ባይዘወይ ብጣዕሚ ብዙሕ እዩ እና ክልእኸኦ ከለኽን ቤዛኻትክን ተጠንቂክን ኩሉ ብሓደ ሻዕ ከይትልእኸኦ ማለት እዩ ኣነ ግን ብጣዕሚ ይስከፍ እውነት ኩሉ ሰብ ከም ባዕለ እየ ዝርእየና ብጣዕሚ ይስክፍ እታ ዝመውት እታ ገንዘብ እስካዕ ትኣቱ ምክንያቱም ብዙሕ ነገር እዩ ዘጋጥመካና ብመጀመርያ ክትሕውሉ እኻ ኣለኽን ትቕርሺ ተበዚሓ ካብ ሰለስተ ሽሕ ሪያል ብላዕሊ ብሓደ ግዜ ኣይተሓውላ ሕማቕ ኣሎ ጽቡቕ ኣሎ ምክንያቱ መብዛሕዚ ግዜ ምስቲ ዝኒሆ ናይ ኢራን ጦርነት ማለት እዩ ምስ ዝኒሆ ዓለማዊ ቅልውላው ብዙሕ ኢንተርኔት ኣይሰርሕ ማለት እዩ ሲስተም ማለት እዩ እና ኮምናሉ እዮም ዘጽንሑልካ ገለ ስለዚ ብሓደ ግዜ ማዕሮ 26 ሽሕ ሪያል ብሓንቲ ግዜ ብሓንቲ ፀሓይ ከይትልእኽዓ ሓደራ ማለት እዩ። ቀስ እናበልክን ሰለስተ ሽሕ ድዩ ሓሙሽተ ሽሕ ድዩ እናበልክን ለኣኽኦ እና እስካዕ ክንድዙይ ገንዘብ ግን ተዘይተጠራቕማ ይምረፅ። ዕቁብ እናኣተኽን ምስ ሰብ ጌርክን እናለኣክን ናብ ዓዲ ዝኾነ ነገር ቋሚ ነገር ተትገዝኣሉ ይሓይሽ ማለት ሕማቕ ኣለ ፅቡቕ ኣሎ እሞ ከዓ ብዘይሕጋዊ እናተቐመጥክ ናብ ስዑድስ መብዛሕትኽን ብባሕሪ ኢኽን ትኸዳና ስለዚ እስካዕ ክንድዙይ ገንዘብ ተዘይተጠራቕማስ ይምረጽ ወይ ንዓወት ወይ ከዓ ሞት እያ እዚኣስ መቸስና ዝሮ ዝሮ ግን ክሕውሎ ዶ ኣይይጽንሓለይ ንዝብል ሓዋላ ልክዕ ከሚሞ ኢየ ክብለኩም ብጣዕሚ ኢዩ ዝቀያየር ሓደ ሻዕ ይውስኽ ሓደ ሻዕ ይቕንስ ዝሮ ዝሮ ግን ያው ከምቲ ዕስራን ሽዱሽተን ሽሕ እስካብ ዕስራን ሽዱሽተን ሽሕ ረድሓ ኣጠራቒምክን ዝኔኸን ኣብ ውሑስ ቦታ ስለ ዘለኽን ይመስለኒ እና ኣብ ጥዑይ ቦታ እንድሕር ኣሊእኽን ነቲ ገንዘብክን ዋስትና ዘለዎ ንባዕልትኽን ዋስትና ዘለዎ ቦታ ገንዘበይ እስካዕ ዝደለኽዎ ግዜ ከቐምጥ ይኽእል እየ ኢልክን ብኹርዓት ተቐምጣሉ ብዘይ ስክፍታ ማለት ሓደ ሓደ ግዜ ገንዘብ ተቐምጣ ከላ ብጣዕሚ ኢኽን ትስከፋ ኣብ መደቀሲ ኢኽን ሓቢእኽን ተቐምጥኦ ወይ ከዓ ነብዚ ውሽጢ ክዳንክን ሓቢእኽን ተቐምጥኦ ወደቐዶ እኒሄዶ በቃ ኣነ ከምኣ ይገብር ነይረ ኣነ እንግዲህ ኣብ ቅድሚ እግዚኣብሔር ዘይተሓበ ቅድሚ ኢኽን ክሕባእ ኣይክኣልን እወ ዶ ስለዚ ኣነ ገንዘብ ዝኾነ ነገር ኣብ መደቀሲተይ ተቐሚጠ ንምሸታ መፅየ ቸክ ዝገብራ ማለት እዩ እና ስክፍታ ኢኻ ትመውት ነይረ የለን ክትብል ስለዚ ደቂ ዓበይቲ ባይ ማዕረይ እንድሕር ትስከፋ ኮይንክን ከም ልብኽን እንድሕር ገንዘብ ተቐምጣል ቦታ ተዘይኮይኑ ብዘሎ ሓዋላ ሓዊልክን ተኾነ ዳሕና ገንዘብ ተኮይኑ ኣብ ኢትዮጵያ ዝኾነ ነገር ስራሕ ትሰርሓሉ ወይ ዝኾነ ነገር ገዚእኽን ተቐምጣሉ። ያው ከምቲ ዝፍለጥ ኣብ ኢትዮጵያ ዝኾነ ይኹን ኣቕሓ እናኸበረ እምበር እናሓሰረ ዝኸደሉ ምኽንያት የለን እና ገዛ እንተሊእክን ናይ ገዛ ኣቑሑ ሒዝክን ገዚእኽን ተቐምጣሉ ድዩ ወይ ከዓ ዕቁብ ኣቲኽን ዝውሳ ወሲክን ገዛኽን ተስርሓሉ ድዩ ቦታኽን ትገዝኣሉ ድዩ ብቻ ዝኾነ ነገር ትገዝኣሉ ተኮይንክን ተሓወልክንኦ ፅቡቕ እዩ ግን ሊእክንኦ እቲ ገንዘብ ኣብ ባንኪ ኮፍ ዝብል ተኮይኑ እሞ ኸዓ ንስኻትክን ኣብ ጥዑይ ቦታ እንድሕር ኣሊእኽን ኮይንክን እቲ ገንዘብክን ንኽተቐምጡ ኣብ ምንም ስግኣት እንድሕር ዘይብልክን ኮይኑ ኾይኑ ኣብ ኢትዮጵያ መፂኡ እቲ ገንዘብ እንድሕር ምንም ዘይሰርሕ ኣብ ኢድክን ሓዝኦ ሓዋላ ወሰኽ ቀነስ ኣብ ኢድክን ሓዝኦ ክብለክን ዝፈቱ ግን ኩሉ ግዜ ብስክፍታ እንድሕር ገንዘብ ተቐምጣ ኮይንክን እንሄዶ የለን እዚ ሰውነትክን ብጣዕሚ እዩ ዝውዳ ብጣዕሚ ኢኽን ትጭነቓ ንስኻትክን ከይተፈለጠክን ማለት እዩና ስለዚ እንድሕር ስኻትክን ትጭነቓ ኣቲ ገንዘብ ብምቕማጥ ምሳኻት ክንጠፍእ ዶ ንሄዱ እንድሕር ትብላ ኮይንክን ኣብ ኢትዮጵያ እቲ ገንዘብ ሰራሕኽናሉ ኣይሰራሕኽናሉ ገንዘብ ክንዩ ርሂፅክናሉ ኢኽን ልእክን ኣብ ባንክን ኮፍተለ እውን ችግር የብሉን ሓወላ ቃነሰ ወሰኸ ብዘየግድስ ግን ድማ ሓፈሻዊ እቲ ገንዘብ ክትልእክኦ ደሊኽን ግን ድማ ክቕንስ ድዩ ክውሰኽ ክውስኸለ እዩ እናበልክን እቲ ገንዘብ ኣብ ኢትዮጵያ እናደለኽን እናሃለኽን ዝኾነ ነገር መግዚ ወይ ከዓ መስርሕ እንድሕር ትደልዮ ኮይንክን ግን ድማ ሓዋላ ክውስኽ እዩ ብዝብል ንሕትጽበያ ኮይንክን ያው ሓዋላ መዓዝ ይውስኽ መዓዝ ይቐንስ እዚ ብሓደ ፈጣሪ እዩ ዝፈልጦ። ሓዚ ሓዋላ ዳርጋ ብጣዕሚ ወዲቑ እዩ ዘሎ ዳርጋ ምስቲ ባንኪ ሓዚ ባንክታት ሐዚ ናይ ስዑዲ ሪያል እስከ ኣርባዓን ሓሙሽተን ዝገዝኣሉ እኒዋ ከምኒ ስንቄ ባንኪ ዝበሃል ከምኒ ዘምዘም ከምኒ ኦሮምያ ሐዚ እስከ ኣርባዓን ሓሙሽተን ይገዝኦ እየን ኣብቲ ዌብሳይተን ዘቐምጠኦ ክንድዙይ ንገዚእና ኢሎም የቐምብጥዎ እዮም። ብላክ ማርኬት እውን ካብኡ ብላዕሊ ኣይኮነን እና ሕዚ ብላክ ማርኬት ብጣዕሚ እዩ ወዲቑ። ዘውድቐሉ ምክንያት ድማ ምስ እዚ ናይ ዓለማዊ ቅልውላው ሰብ ካብ ቦታ ናብ ቦታ ክነግድ ክሰርሕ ኣይከኣለን። ሓደ ሰብ ክንቀሳቐስ ተኽኢሉ ሕዚ ሓደ ነጋዴ ዱባይ ድዩ ሳውዲ ድዩ ጀርመን ድዩ ግዛኢ ድዩ እናኸደ እንድሕር ዝሽቅጥ እንድሕር ዝነግድ ኮይኑ ናይ ውጭ ገንዘብ የለ ናይ ውጭ ገንዘብ ድማ ካብ መን ዝወስድ ካባና ሐዚ እቲ መስርሕ ንሱ የለን ነጋዴታት ከም ልቦም ኣይንቀሳቀሱ ምክንያቱም ምስቲ ናይ ኢራን ዝኒሆ ጦርነት ማለት እዩ እና ንሱ እዩ ሓዋላ ቀኒስዎ ዝኒሆ ሓዋላ ንዓና ነጋዴታት እዮም ዝገዙና ነይሮም መንግስቲ ኣይኮነን ዝገዘና ነይርና ሓዋላ ዝቐንሰሉ ምክንያት ቀንዲ ንሱ እዩ ሕዚ ብባንኪ ብጣዕሚ እዩ ዝውስኽ ዘለና ዞሮ ዞሮ ግን ውዒለ ሓዲረ ምውሳኾ ይቐርየን ግን ስኻትክን ኣብዚ ሕዚ ሰዓት እንድሕር ደኣ ትደልዮ ኮይንክን ብታ ዘላ ሓዋላ ተትልእ ከዓ ጽቡቕ እዩ። ሕዚ ዕስራን ክልተን እንተኾነ ጸኒሑ ዕስራን ሓደን እንተኾይኑ ብዙሕ ዘምጽ ለውጢ የለን ተውዚ መጺእክን ትሰርሓሉ ይበልጽ ማለት እዩ እና ዞሮ ዞሮ ከምዚ ዝመስል ሓሳብ እዩ እንሄኒ ብኣውሮ ድማ ካብቲ ኣነ ዝብሎ ንዓኻትክን ዝጠቕመክን ብቻ ኢኻ ትወስዳ እምበር ኣነ ብዝብሎ ብቻ ኣነ ብዝብሎ ጥራሕ እውን ክትመርሑስ ይብልኩምን። ንዓኻትኩም ምስ ጠቐመኩም ብቻ ምስቲ ኣነ ሓሳበይ ዝሃብኩ ለገናዚብኩም ኣገናዚብኩም ዝጠቐመኩም ብቻ ኢኹም ትወስዱ ማለት እዩ ደቂ ዓበይቲ ዋይ ማዓረይ እና ያው ካብ ኩለይ ግን ቅርሺ ሒዝክን ኣብ ስዑዲ ብስክፍታ ትሞት ኣሕዋተይ ከምቲ ኣነ ዝነበርክዎ ተኮይኑ ገንዘብክን ልእክን እፎይ ኢልኪ እንተትቕመጣ እዩ ዝበልፅ ንዘይረብሕ ሳናቲም ናይ ዕስራ ሳንቲም ሰላሳ ሳንቲም ክጠራቐማ ካብ ብስክፍታ ካብ ትመታ ልእክን ዋላ ባንክ ኮፍ ተዝብል ይምረፅ ምክንያቱ እቲ ገንዘብ ንሱ ወይ እኔዋ ክልተ ሰለስተ ሓደ ገዛ ዝሰርሓ መሓዝቶን ይሰርቀን ወይ ከዓ ደቂ ኣወዳት መናእሰይ ዘለዎም ደቂ ዓረብቲ ኮይኑ ዋላ መዳም ክትሰርቀክን ትኽእል ብዙሕ ነገር ኣብዚ ሓዚ ግዜ ብዙሕ እዩ ዘጋጥምና ተተሰሪቅክን ኡፍ ሃበይ እሞ ብዘላ ሓዋላ ተዝልእኾ ነይረ ኢልክን ከዓ ሜስክን ክትጭነቃ ኣይኽን ዓርሰን ትጎድኣ ኣይኽን እና ያው ዝሮ ዝሮ ከምዚኣ ትመስል ናይ ሎማዓንቲ ቪድዮይ እንታይ ተሰሚዕኩም ንዝብል ከዓ ኮሜንት ፀሓፉለይ ኢኹም ካብኡ ብምቕፃል ከዓ ደቂ ዓበይቲ ወይ ማዕረይ ካብ ብሕጋውያን ኮይንክን ብፍላይ ሓድሽቲ ዝኸድክን ኣሕዋተይ ምስ ብዝሕ ሰብ ኣይትፋለጣን ብዙሕ ቋንቋ ኣይትኽእላን መብዛሕትኽን ብባንኪ ኢኽን ትሕውልኦ ግን ድማ ካብ ስዑዲ ናብ ዱባይ ድዩ ናብ ጆርዳን ድዩ ባህሬን ድዩ ኩዌት ድዩ ናብ የትም ቦታ ክትልእኻ ከለኽን ኣብዚ ሕዚ ግዜ ብዙሕ ሲስተም ኣይሰርሕን ማለት እዩ ዋላ ናብ ኢትዮጵያ እውን ብዙሕ ሲስተም ኣይሰርሕን እና ገንዘብ ክትሕውላ ከለኽን ተጠንቂቅክን መዳምክን ጥዒቲ ድያ መቸስ ዋላ ምስ እንታይ ከለክን ይፈቱ ዋላ ዘይሕጋውያን ኮንክን ብመዳም ጌርክን ወይ ከዓ ብትፈልጦ ሰብ ጌርክን ክትሕውላ ትኽእላ እንዲኽን ኣብዚ ገንዘብክን ከይትብላዕ ብፍላይ ድማ ብመዳም ትልእኽ ኣሕዋተይ ማለት እዩ ሕጋውያን ኮንክን ቋንቋ ይትኽእላ ምስ ብዙሕ ሰብ ይትፋለጣን ግን ሕጋውያን ኮንክን ክትከዳ ከለኽን ናይ በዓልትኽን ኢቃማ ስለ ዘለክን ብስምክን ሐዚ ካብ ስዑድስ ናብ ዱባይ ወይ ናብ ኩዌት ወይ ከዓ ናብ ጆርዳን ብቻ ናብ ዝኾነ ቦታ መብዛሕትኡ ሰብ ናብ ዱባይ እዩ ዝልእኾ ናብ ዱባይ ሐዚ ከመይ ድዩ እቶም ሓደ ሓደ ኣዕራብ ኒውስ ምስ ሓበሻ ምስ ካሊእ ብደገ ዝሰርሕ ሰብ ከራኽብወን ኣይደልዩን እና ብላክ ማርኬት ክሕውላ ኣይደልያን። ስለዚ እንታይ እዩ ዝንህውን ኣማራጺ ናብ ዱባይ ዘሎ ቤተሰብ ወይ ከዓ መሓዝተን ይልእኸኦ እሞ ልኢኸን ድማ ተብ ዱባይ ዘሎ ብብላክ ማርኬት ይልእኸለን ማለት እዩ ሓደ ኣብ መንጎ ብላክ ማርኬትን ባንክን ዘሎ ብዙሕ ኣፈላላይ የብሉን ካልኣይ ከዓ ብመዳምክን መዳምክን ብጣዕሚ ክፍእቲ እንድሕር ኮይና ወይ ብዓሞታትን ጌርክን ተዘይትልእኽኦ እስኻትክን ኢቃማ ንየክን እዩ ገንዘብ ምልኣኽ ድዩ ድሌትክን ትገብራ ዝኸላ ኢኽን ስለዚ እንድሕር ገንዘብ ትልእኻ ኮይንክን ኣነ ናብ መሓዛይ ወይ ከዓ ናብ ሓፍተይ ገንዘብ ክልእኽ እዩ ናብ ዱባይ ኢልክን ብባዕልትክን መታወቂያኽንና ፓስፖርትክን ሒዝክን ብስምክን ልኣኽኦ ተዘይኮይኑ መዳምክን ወይ ዓሞኽን እንተኮይና ብዝኾነ ኣጋጣሚ ኣይበፅሖን ዶ ታይ ዶ ልኢኸ እዩ ኢላ ፈሊጣ እውን ዘይኮነ ደረሰኝ ክትበክ ስለትኽእል ብስምክን ልኣኽኦ ናብ ኢትዮጵያ ኮነ ናብየትም ዓዲ እስኻትክን ሕጋውያን ዝኾንክን ኣሕዋትይ ኢቃማ እና ፓስፖርት ስለዘለክን ናብ የትም ቦታ ባንኪ ከድክን ባዓለይ ዝልእኸልክን ባዓልትኽን ልኣኸኦ ማለት እዩ እና ከምዚ ዝብል ሓሳብ ነይኒ ክብራት ኣሕዋተይ መብዛሕትኡ ምዕራብ እስኻት ነገዛ ክትሰርሓ ባዕለይ ሓዊለልክን ክመፅ እንድዮም ዝብሉ ግን ድማ ባዕሊተይ ኢቃማይ ሒዘ ፓስፖርተይ ሒዘ ባዕለይ ክልእኾ ዝደሊ በቃ ቆፍጠን ማለት ዋላ ዕስራ ጥዒቲ ትኹን ማለት እዩ። ቆፍጠን ኢልክን ባዕለይ እየ ዝልእኾ ኢልክን ብስምክን ለኣኸ ብስምክን እንድሕር ኣለክኖ ጠፊኡ ኣይጠፍእን ገንዘብክን ማለት እዩ። ክብራት ኣሕዋተይ እና ናይ ሎማዓንቲ ቪድዮ እዚኣ ትመስል ነይራ። ሓሳብ ርእይቶኹም ኮሜንት ፀሓፉለይ። ቂር ዘለኩም ነገር ተልዩ ወይ ከዓ ዘይተወረልኩም ነገር ተልዩ ወይ ካልእ ክትሓትዎ ትደልይዎ ነገር ተልዩ ደሞ ኣብ ኮሜንት ፀሓፍለይ ብጣዕሚ ኢና ንፈትወኩም ላይክ ሸር ሰብስክራይብ ምግባር ድማ ከይትርስዑ ደቂ ዓበይቲ ወይ ማዓረይ ሰሰናዩ ባይ ባይ